ኣብ ሂወትኩም ጥዕና ኣብ ስራሕኩም ክዓ ዓወት እናተመነና ናብዚ ሎም ዘዳናናልኩም መደብ ብዛዕባ ድምጻዊት ስነ ጥበባዊት ፌሩዝ ተስፋኣለም ምስ ደራሲትን ተዋሳኢትን ስነ ጥበባዊት ሳሮን ነማርያም ዝገበረቶ ቃለ መሕትት ብከምዚ ኣገባብ ሒዝናልኩም መጺና ኣለና ቅድሚ ምጅማርና ግን ሞራልኩም ኣብ ቀጻልነት ስራሕና ሓጋዚ ስለ ዝኮነ ሓደራኹም ብሼር ላይክ ኮመንት ክትዕጅቡና እናዘኻኸርና ብቐጥታ ናብ መደብና ከነብል ቀዳመይቲ ስራሕ ፌሩስ ተስፋ ኣለም ማንታ ማንታ ትብል ኮይና ፍሊሞን ማንዴላ ዝበሃል ኣብ ጉጅለ ባህሊ ዋሪ ምስኣ ዝነበረ ዝሰራሓላ ደርፊ እያ ማንታ ማንታ ይትኹን ዓቕለይ ከይውድእ ወይ ቅረብ ወይ ርሓቕ ክልቲኡ ተማርጽ። ሕስብ እሞ ኣብሎ ክልቴና ንውዕሎ። ካብዚ ንላዕሊ እሞ ፍቕረይ እንታይ ኣሎ ዝብል ትሕዝቶ ዘለዋ ኮይና ነቲ ላንጋ ላንጋ ኮይኑ ምውሳን ዝኣበየ ኣፍቃሪኣ እተዘኻኽሮ ደርፊ እያ። ከምቲ ሓንቲ ኣደ ካብ ኩሎም ደቅኺ ንመን ትፈትዉ ተባሂላ ምስ ትሕተት የማነይትን ጸጋመይትን ዓይነይ ንኹሎም ደቀይ ብማዕረ እየ ዝፈትዎም ኢላ እትምልስ፣ ፌሩዝ እውን ንደርፍታታ ከም ጸጋመይትን የማነይትን ዓይና ብማዕረ እያ ትፈትዎም። ብዝያዳ ግን ነታ ይመጽእ ኣሎ ትብል ደርፋ እያ ኣብሊጻ ትፈትዋ። በይነይ ይጸንሕ እምበር በይነይ ኣይነብርን። ንዓኻ ኢሉ ዝተፈጥረ እሙንን ፈቃርን። ደባሲ ንቓንዛይ ሓላይን ሓላልን። ይመጽእ ኣሎ ይመጽእ ኣሎ ይመጽእ ኣሎ ናባይ ሰጒሙ። ይመጽእ ኣሎ ሃረር እናበለ ፍቕሪ ተሰኪሙ። ይጽበ ኣለኹ ኣብ ገለ ከይህሉ ትብል ኮይና ንዝኾነ ሰብ ናቱ ዝኾነ ዝሰማምዖ መሰንገለ ወይ መጻምዲ ከም ዘለዎ እትነግር ደርፊ እያ። ፌሩዝ ግደፍ እናተባህለት ዝሰርሐታ ደርፊ ኣላታ። ንሳ ድማ እታ ልማኖይ እትብል እያ። ፌሩዝ ግጥሚ'ዛ ደርፊ መጀመርታ ንስድራኣ ምስ ኣስመዐቶም ብፍላይ ድማ ኣዲኣ ሕማቕ ፋልይ ኢሎም ኣብዮማ ነይሮም። ፌሩዝ ስለ ዝፈተወታ ግን እታ ስራሕ ኣብ መፈጸምታ ኣብጽሐታ። እታ ስራሕ ናይ ሓንቲ ደስታን ሓጎስን ዝዓሰላ ስድራ በንጻሩ ፍረ ፍቕሮም ውላድ ዘይብሎም እተዘንቱ'ያ። ምስቲ ሓደስቲ ሓዳር ውጻእ ምዃኖም ዘለዎም ክቱር ባህጊ ውላድ ውላድ ብዘይምርካቦም ከኣ ነቲ ስጡም ሓዳሮም ንፋስ ከእትወሉ'ዩ ይጅምር። ብፍላይ እታ ጓል ኣንስተይቲ እተሕልፎ ጭንቀት እተዘንቱ ወካሊት ስራሕ እያ። ብፍላይ ውላድ ምስኣን ንኽልቲኡ መጻምዲ እኳ ዝጸልዎ እንተዀነ፣ ንጓል ኣንስተይቲ ግን ሓለፋ ኣለዎ። ፌሩዝ ካብ ኣብ ደርፍታታ ሞዴል ኰይና ምስራሕ ሓሊፋ ኣብ ናይ በዓል ቤታ ፍሊሞን ማሕራይ ክሊብ እውን ከም ሞዴል ኰይና ሰሪሓ እያ። እታ ሽሩሩ እትብል ደርፊ፣ ፍሊሞን ኣብ ልዕሊ ሰበይቱ ፌሩዝ ዘለዎ ፍቕርን ኣኽብሮትን ንምግላጽ ዝደረፋ እያ። ነታ ከም ነብሱ ዘፍቅራ ፍላይ መሰንገሊኡ ዝኾነት ፌሩዝ ድማ ከም ህያብ ሰሪሑላ። እንተኾነ ሃንደበት ፍሊሞን እታ ስራሕ ንፌሩዝ ሰበይተይ ስለ ዝኾነት ባዕላ ፌሩዝ ትስርሓያ ስለ ዝበለ ፌሩዝ ሰሪሓታ። ድራማን ደርፍን ካብ ቀንዲ ጸላዊ ሓይሊ ስነ ጥበብ እዩ። ኣብ ተዓዛቢኡኻ ልዑል ተምሳጥ ይፈጥር። ብመንገዲ ስነ ጥበብ ኣቢልካ እተሕልፎ መልእኽትታት ብኣዛናዪ መልክዕ ስለ ዝቐርብ ሕብረተ ሰብ እናተዘናግዐ ክሕዞ ይኽእል። ካብ ኣእምሮኡ እውን ብቐሊሉ ይሃፍፍን። ብመልክዕ ድራማ ጌርካ ዝተፈላለየ መልእኽቲ ከተሕልፍን ሰባት ክትጉስጉስን ዝከኣል እዩ። ብደርፊ ኣቢልካ እውን ዝደለኻዮ ትምህርትን መልእኽትን ከተሕልፍ ዝከኣል እዩ። ስለዝኾነ ደርፍታት ፌሩዝ እውን ሓያል መልእኽትታትን ትምህርትታትን ዝሓዘሉ እዮም። ዝኾነ ሰብ ኣብ ዝኾነ ዓውዲ ይሃሉ ብዘየገድስ ናቱ ሞዴል ክህልዎ ንቡር እዩ። እዚ ሞዴል ኣብዚ ሞያ ብዙሕ ኣበርክቶ ዝገበረን ፍሉጥን ክኸውን ይኽእል። ኣብቲ ሞያ ልዕሌኻ መሳልል ዝደየበ ተኾነ እውን ዝያዳ ተመራፂ እዩ። እዚ ድማ ናብቲ ናቱ ደረጃ ንምብፃሕ ኣበርቲዕኻ ክትሰርሕ ይገብረካ። ፃዕርን ድኻምን ሓዊስካ ናብ ጎደና ዓወት ከምትምርሽ ስለዝገብር እውን እቲ ኻልእ ፅባቂኡ እዩ። ስለ ዝኾነ ፌሩዝ እውን ንሄለን መለስ ከም ሞዴላ እናሓሰበት እያ ናብቲ ናታ ጫፍ ብራኸ ክትበጽሕ ኣብ ስራሕ ትርከብ ዘላ። ፌሩዝ ኣብታ ብመምህር ኤፍሬም ፍቓዱ ትእለ ዝነበረት ጉጅለ ባህሊ ዋሪ ተጠርኒፋ ንብርክት ዝበለ ዓመታት ሰሪሓ እያ። ኣብዛ ጉጅለ ብምዃን ፌሩዝ ናይ ስነ ጥበብ ኣምርን ልምድን ብዙሕ ተመኩሮን ፍልጠትን ከሲባ እያ። በዚ ተሓጊዛ እውን ኣብ ስነ ጥበብ ክትዓብን ክትስጉምን ጀመረት። ነዚ በጺሓቶ ዘላ ደረጃ እውን መበገሲኡ ጉጅለ ባህሊ ዋሪ እዩ። ፌሩዝ ብስራሕ ምኽንያት እያ ናብ ኣዲስ ኣበባ መጺኣ። ነዚ ኣጋጣሚ ናብ ረብሓኣ ብምውዓል ከኣ ብርክት ዝበሉ ስርሓት ከተበርክት ተራእያ። ገለ ካብኡ ኣብ መስርሕ ዘሎ ክሊባት ዓይያ ኣብ ዝተፈላለዩ ሸዋት እውን ክትሳተፍ ክኢላ እያ። ፌሩዝ ንፍዕቲ ደራፊት እያ። ኣብ ዝተፈላለየ እዋን ዝደረፈቶም ብርክት ዝበሉ ደርፍታት ኣለዉዋ። ክእለት ኣደራርፋኣ መሳጢ፣ ደሃያ ጥዑም፣ ኣየናይ ደርፊ ምስ ሕብሪ ጎረርኣ ይኸይድ ውን ትፈልጥ እያ። ንሓደ ደራፋይ ብቑዕ ካብ ዘብሎ ረቛሒ፣ እዋን ሓልያ ብተምሳጥ ንላዕልን ታሕትን ክትወጽእ እንከላ ከኣ ብክእለታ ትድነቕ። ፌሩዝ ብዛዕባ ምስ በዓል ቤታ ፍሊሞን ብኸመይ ተላልዮም ኣሕጽር ኣቢላ ክትምልስ እንከላ ከኣ ከምዚ ትብል። ኣብ ክልተ ሽሕን ዓሰርተ ሸሞንተን ኣብ ፌስቲቫል ሳዋ፣ ፊሊሞንን ፌሩዝን ከም ደረፍቲ ኮይኖም ናብ ሳዋ ይመጹ። ኣብኡ ብሓባር ኣብ እትድረፍ ስራሕ ከኣ ብሓንሳብ ይደርፉ። ብድሕሪኡ ኣብ ዝተፈላለየ ኣጋጣሚ ስራሕ ይራኸቡ ነይሮም። ምስ ግዜ ሌሎኦም እናዓሞቐ ምስ ከደ ናብ ምሕዝነት ሰጊሮም። ካብ ምሕዝነት ከኣ ናብ ፍቕርን ሓዳርን በጺሖም። ደርፍታት ፌሩዝ ኣብ ዩትዩብ ብብዝሒ እዮም ዝረኣዩ። እዚ ከኣ ፌሩዝ ብውሕሉል ኣቀራርባ ገይራ ስለ እትዓዮም እዩ። ፌሩዝ ሓንቲ ካብቶም ዩትዩብ ዝኮለዖም ስነጥበባውያን እውን ትበሃል እያ። እቲ ምኽንያት ድማ ደርፍታታ ኣብ ዩትዩብ ብብዝሒ ተዓዘብቲ ስለ ዝረኽቡ እዮም። በዓል ቤት ፌሩዝ ፍሊሞን ማሕራይ ስነጥበባዊ ድምጻዊ ስለ ዝኾነ ንሓድሕዶም ብዙሕ ከም ዝተሓጋጎዙ እያ ፌሩዝ እትገልጽ። ሓሳብ ይለዋወጡ፣ ይተኣራረሙ፣ ነቐፌታ እውን ብኽፉት ልቢ ይወሃሃቡ። እዚ ድማ ንዕቤት ስራሕ ክልቲኦም ዓቢ ኣስተዋጽኦ ኣለዎ። ብዘይካ እዚ እዞም ክልተ ድምጻውያን ብሓንሳብ ኮይኖም ክደርፉ መደብ ከም ዘለዎም እያ ፌሩዝ ኣብቲ ምስ ስነ-ጥበባዊት ሳሮን ነማርያም ዝገበረቶ ቃለ መሕትት ትገልጽ። ክዓቢ ዝደሊ ሰብ ዋላ እኳ ቀሊል ኣይስራሕ ውሑድ ከም ዝሰርሐን ንመጻኢ ድማ ኣበርቲዑ ክሰርሕ ምዃኑን እዩ ዝኣምን። ፌሩዝ እውን ነቲ እትሓስቦ ደረጃ ከም ዘይበጽሐቶን ካብ ሽሕ ናይ ስነ ጥበብ ኣስካላ ኣብታ ቀዳመይቲ ከም እትርከብን ብምግላጽ፣ ንመጻኢ ብዙሕ ዓቕምን ክእለትን ደሊባ ካብዚ ንላዕሊ ከተፍሪ እሙንቶ ኣለዋ። ንሕና እውን ብወገንና ኣብ ህይወታ ጥዕና፣ ኣብ ስራሓ ከኣ ዓወትን ኣሳልጦን ንምነየላ። ካብዚ ዘላቶ ደረጃ ኣበርቲዓ እንተደኣ ሰሪሓ ከኣ ነቲ ትሓስቦ ኣብ ቀረባ እዋን ከም ትበጽሖ ጥርጥር የለን። እምበኣርከስ ክቡራት ተኸታተልቲ መደባትና፣ ብዘቕረብናልኩም መደብ ዓጊብኩምን ተዘናጊዕኹምን ክትኮኑ እናተተስፍና፣ እትደልይዎ መደብ ኣብ ኮመንት ክትጽሕፉልና እናተላበና፣ ኣብ ዝቕጽል ብኻልእ መሃርን ኣዘናጋዕን መደብ ክሳብ እንመጸኩም ሰሰናዩ ንኹልና።